ሰላም ሰላም ከመይ ትኾኑ ክቡራት ተኸታተልቲ ንዓኹም ንምዝናይን ሓበሬታ ንምትሕልላፍን ዝተፈላለየ መደባት ክትቅርበልኩም ተዳልያ ኣላ ትሕዝቶና ኣብ ግዚኡ ናብ ሰዓቱን ቀዲሙ ክበጽሓኩም ላይክ ሳብስክራይብ ንሓተኩም ኣብ መደባትና ንዝህልወኩም ርእይቶ ክቐርበልኩም ንእትደልይዎ ሕቶ ኣብ ቦታ ኮመንት ክትጽሕፉ ትኽእሉ። ንሎሚ ፍልይ ዝበለ መደብ ኢና ሒዝናልኩም ቀሪብና ዘለና። ሰናይ ምክትታል። ሓደ ሓደ ግዜ እንታይ ክትብል ከም ዘለካ ይጠፍኣካ እዩ። ቃላት ንምእካብን ሓደ ድሕሪ ሓደ ሰሪዕካ ሓሳባት ንምቛምን ንሽገረሉ እዋናት ኣሎ። ሓደ ካብኡ ኣብ ዕላል ዝምድና ኣንጻር ጾታ ዘጋጥም እዩ። ስለዚ እቶም ምስ ኣፍቃሪትኩም ኣብ እተዕልሉሉ እዋን እትሽገሩ ሰባት ፍታሕ እንሆ። ምስ ኣፍቃሪትካ ብተሌፎን ክትዛረበሎም እትኽእል ነገራት ወይ ድማ ምስ ኣፍቃሪትካ ክትዛረበሎም እትኽእል ነገራት ኣብ ዕርክነት ምስ ጀመርካ ዘሎ ናይ መጀመርታ ግዜ ዕላላት ክጠፉኻ ይኽእሉ እዮም ወይ ብዙሕ ከተዕልለሎም እትኽእል ነጥብታት ዘይክህልዉኻ ይኽእሉ እዮም። ገለ ክሕግዙና ዝኽእሉ ነጥብታት እስከ ንርኣ። ክንደይ ቆልዑ ክትወልዲ ትደልዪ? እዚ ሕቶ ንኣፍቃሪትካ ክትሓታ ቁሩብ ዕቱብ ዝበለ ሕቶ ክኸውን ይኽእል እዩ፣ ግን ብጸወታን ላግጽን ብዝመስል ቃና እዛ ሕቶ ክትሕግዘካ ትኽእል እያ። ሓሳባታ ንኽትገልጸልካን መዕለሊ ኣርእስትን ክትረኽቡ ትኽእሉ ኢኹም። ክልቴኹም ብሓቂ ብሓባር ኣብ መጻኢ ክትህልዉ መደብ እንተሃልዩኩም ድማ ኣስማት እውን ከይተረፈ ክትመርጹን ክንደይ ኣወዳት ክንደይ ኣዋልድ እናበልኩም እውን ክትጫርኡን ከተዕልሉን ክትክእሉ ኢኹም። ምሳይ ኣብ ፍቕሪ ክትወድቂ ዝገበረኪ እንታይ እዩ? ምስቲ ኩሉ ብሓባር ምዃንን ብሓባር ግዜ ምሕላፍን ዝፈጥሮ ህንጡይነት እዛ ሕቶ ኣልዕላ። በቃ ነዛ ሕቶ ኣብ ምቁር ህሞት ድቦላ ሕተታ። ፍሽኽታ ድማ ኣብ ገጻ ክበርህ ክትርእዮ ኢኻ። ንዓኻ ከተፍቅር ወይ ድማ ብኣኻ ክትማረኽ ዝገበርዋ ነገራት እናዘከረት ድማ ምስኦም ተተሓሒዞም ዝኸዱ ዝኽሪ ድማ እንተሃልዩማ ደስ እናበላ ከተዕልለካ'ያ። ኣብ መንጎኹም ዘሎ ስቕታ ድማ ክስበርን ወጃዕጃዕ ክትብሉን ኢኹም። ብሰለስተ ቃላት ግለጽኒ። ሃለውለው ምባል ኮይኑ ክስምዓካ ይኽእል'ዩ፣ ግን ከኣ ዝሰርሕ ጥበብ'ዩ። በዚ ሕቶ'ዚ እግረ መንገድኻ ክሳዕ ክንደይ ትፈልጠካ ክትፈልጥ ኢኻ። ንሳ'ውን ንሕቶኻ መሊሳ ሱቕ ከም ዘይትብል ርግጸኛ ኹን፣ ንኽትገልጻ ድማ ክትሓተካ'ያ። ስለዚ ድማ ኣብ ልዕሊ ሓድሕድኩም ፍቕሪ ክትገላለጹን ክትነኣኣዱን፣ ኣብ መንጎኹም ድማ ፍስሃ ዝዓሰሎ ሃዋህው ክፍጠር'ዩ። ዝበለጸ ስዕመት ከመይ'ዩ ንዓኺ? ብዛዕባኡ ከም ትዛረብ ግበራ፣ ኣብ መንጎኹም ዘሎ ናይ ሕፍረት መጋረጃ ክቕንጠጥ ከኽእለኩም'ዩ። ካልእ ነገራት ውን ክስዕብ ባብ ከርሕወልካ ዩ። ካልእ ምስ ኣፍቃሪትካ ክትዛረበሉ እትኽእል ኣርእስትታት፣ ብዛዕባይ ናይ መጀመርታ ጦብላሕታኺ እንታይ ዩ ነይሩ? ብዛዕባ ፍቕራዊ ዕርክነት ዘለኪ ሓሳብ እንታይ ዩ? ኣብ ህይወት ካብ ዝገበርክዮም ዝኾኑ ፍልይ ዝበለ ነገር እንታይ ኣሎ? ንሓጎስ ብኸመይ ምገለጽክዮ? ብዛዕባ ስምዒታዊ ዘይእሙንነት ዘለኪ ትርጉም እንታይ ዩ? እንተ ኣጋጢሙናኸ ብኸመይ ምገጠምናዮ? ዕረፍትኺ ብምኸመይ ከተሕልፍዮ ትደሊ? እቲ ዝዓበየ መነቓቕሒኺ ወይ ድማ ብምንታይ ትዘናግዒ? ሕልምኺ ንምዕዋት ክሳብ ክንደይ ምኸድኪ? በይንኺ ክትገብርዮ እትደሊ እንታይ ኣሎ? እቲ ዝዓበየ ኣብ ህይወት ዘጣዕሰኪ ነገር እንታይ እዩ? ብዛዕባ ገዛእ ርእስኺ ንኸተመሓይሺ ሓንቲ ዕድል እንተትረኽቢ እንታይ ምመረጽኪ? ብመሰረት ናትኪ ርእይቶ፣ ሱር ጠንቂ ነፍሲ ወከፍ ጸገም ኣብ ዝምድና እንታይ'ዩ ትብሊ? ንፍቕሪ እትህብዮ ትርጉም እንታይ'ዩ? ክትከድዮ እትደልዪ ከተማ፣ ሃገር፣ ግዝኣት ኣበይ'ዩ? ኣብ መጻምድኺ ክትርእይዮ እትደልዪ ዝኾነ ፍሉይ ባህርያት እንታይ ኣሎ? ንመን ኢኺ ዝያዳ ትቐርቢ፣ ማማኺ ዋላስ ኣቦኺ? በዞም ምስ ኣፍቃሪትካ ክትዛረበሉ እትኽእል ኣርእስትታት ጽቡቕ ዕላል ክትገብር ጥራይ ዘይኮነስ ብዝበለጸ ክትፋለጥ ኢኻ። ዕላል ምግባር ስምዒታትካ ክትገልጸላን የኽእለካ'ዩ፣ በንጻሩ ድማ ተስፋ እገብር በዚ ምስ ኣፍቃሪትካ ክትዛረበሉ ዘለኻ ነገራት ኣብ መንጎኹም ዘሎ ዝምድና እናጠንከረን እናዓሞቐን ክኸይድ። ሕራይ እምበኣርከስ ክቡራት ተዓዘብትና ንሎሚ ዝበልናዮ መደብ ኣብዚ ዛዚምና ኣለና። በዚ ዘቕረብናልኩም መደብ ተዘናጊዕኩም፣ ተዛኒኹም ከምኡ ውን ገለ ሓበሬታ ቀሲንኩም ክትኮኑ ሰብ ሙሉእ ተስፋ ኢና። ኣብ ቀጻሊ ብፍልይ ዝበለ መደብ ክንመጻኩም ኢና ስለዚ ምክትታልኩም ኣዚና እናመስገና ሼር ላይክ ሳብስክራይብ ኣይትረስዑ ክቀርበልኩም እትደልይዎ መደብ እንተሃልዩ ድማ ኣብ ቦታ ኮመንት ጸሓፉ ኣብ ቀጻሊ የራኽበና። ሰላምን ጥዕናን ንኹልና።